ሰላም ተኸታተልቲ ቴሌቭዥን ኤሪሳት ንሎሚ ዝተዳለዉ ዜናታት ኤሪሳት ሒዝና ኣቕሪብና ኣለና ብቐዳምነት ቀንዲ ርሳቶም ኣብ ኩናት ሓድሕድ ሱዳን ዕጡቓት ትግራይን ኤርትራን ይሳተፉ ኣለዉ ተባሂሉ ኣብ ትግራይ ይካየድ ንዘሎ ዘይሕጋዊ ግፋ ደው ክብል ሰልፊ ተኻይዱ ጳጳስ ዲበ ክሉ ሰለስተ ሽልማት ተሸሊሞም። ባይቶ ደቡባዊ ምዕራብ ሓድሽ ካቢነ ሚኒስተራት ኣጽዲቑ። ቅድሚ ፍጻመ ካልእ ፍጻመ ንሕማምካ ዘረስዕ ኣወዳድኣ ዘጸብቕ ግጥም ዝብልኦም ዝርዝሮም ይስዕብ። ኣብ ትግራይ ይካየድ ንዘሎ ዘይሕጋዊ ግፋ ደው ክብል ሰልፊ ተኻይዱ። ብውድብ ህወሓት ይፍፀም ኣሎ ዝተባህለ ግዱድ ግፋ ዝቃወም ሰላማዊ ሰልፊ ሎሚ ቀዳም 18 ሓምለ ኣብ ኣዲስ ኣበባ ተኻይዶ ግፋ ደው ይበል ሰላም ይስፈን ብዝብል ቴማ እቲ ጉጅለ ህወሓት ዝፍፅሞ ዘሎ ግፋን ዘይሕጋዊ ማእሰርትን ደው ንኽብል ዝፅውዕ ሰላማዊ ሰልፊ ዝተኻየደ ኣብ ኣዲስ ኣበባን ከባቢኣን ብዝነብሩ ተጋሩ ተኻይዶ እቶም ሰልፋኛታት ኣብ ክልል ትግራይ እናተጋደደ ዝኸይድ ዘሎ ቅልውላው መዕለቢ ክረክብ ተመዛበልቲ ናብ መረበቶም ክምለሱ እቲ ዓፋኒ እዩ ዝበልዎ ሓድሽ ኣዋጅ ንክለዓል መንግስቲ ፌደራል ድሕነት ህዝቢ ትግራይ ንክሕሉ ዝፅውዑ ጭርሖታት ኣስሚዖም ኣለዉ። እቶም ተወለድቲ ትግራይን ነቲ ተቓውሞ ዝድግፉ ተሳተፍቲን ዝተረኸብዎ ሰልፊ ካብ ንግሆ ሰዓት 6 ጀሚሮም ናብ መስቀል ኣደባባይ ብምውፃእ ውድብ ህወሓት ዝፍፅሞ ዘሎ ግፋን ዘይሕጋዊ ማእሰርትን ሰላምን ድሕነትን ዜጋታት ዝጎድእ ምዃኑ ብምግላፅ መንግስቲ ፌደራልን ማሕበረሰብ ዓለምን ጸቕጢ ንክገብሩ ጻውዒት ኣቕሪቦም። ቀንዲ ዕላማት ሰላማዊ ሰልፊ ኣብ ትግራይ ዝፍጸም ዘሎ ዘይሕጋዊ ተግባራት ብህፅፅ ደው ንክብል እዩ ዝበሉ እቶም ተሳተፍቲ ኣብ ትግራይ ስልጣን ሒዙ ዘሎ ጉጅለ ዕድመ ስልጣኑ ንምንዋሕ ንመንእሰያት ኣገዲዱ ብምግፋፍ ናብ ኩናትን ጎነፅን የእትዎም ኣሎ ኢሎም። እዚ እኩይ ተግባር ብህፁፅ ደው ክብል ኣለዎ ብምባል ድማ እቶም ሰልፈኛታት ፃውዒት ኣቕሪቦም ኣለዉ። እዚ ሎሚ ኣብ ኣዲስ ኣበባ ዝተኻየደ ሰላማዊ ሰልፊ ንኸይካየድ ብህወሓት ብዙሕ ጎስጓስ ዝተገበረሉን ምፍርራሕ ዝተረኣየሉን ሰልፊ ምንባሩ ተዓዘብቲ ይገልጹ። ብልጽግና ነቲ ተጋሩን ደገፍቲ ስርዓት ብልጽግናን ስምረትን ዝተሳተፍዎ ሰልፊ ኣወሃሂዱ ክግበር ዝፈቐደ ክሃርሞ ዝደለየ ዕላማ ስለ ዘለዎ እዩ ክብሉ ተንተንቲ የገንዝቡ። ውድብ ህወሓትን ብልፅግናን ኣንፃሮም ዝለዓል ዝኾነ ይኹን ተቓውሞን ሰልፍን ከይካየድ ከቶ ዘየፍቅዱ ስርዓታት ምዃኖም ተንተንቲ ፖለቲካን ምሁራትን ይሕብሩ። ኣብ ኩናት ሓድሕድ ሱዳን ዕጥቓት ትግራይን ኤርትራን ይሳተፉ ኣለዉ ተባሂሉ ኣብ ዝሓለፈ ሰሙን ሰራዊት ሱዳን ነታ ወሳኒት ደባዊት ከተማ ኩርሙ ካብ ሓይልታት ቅልጡፍ ደገፍ ምምንዝዑ ይዝከር ኣብቲ ኩናት ምስ ህወሓት ምትእሳር ዘለዎ ኣርሚ ሰብዓ ዝተባሃለ ሓይሊ ብንጥፈት ከም ዝተሳተፈን ከቢድ ጉድኣት ከምዝበፅሖን ተንታኒ ፖለቲካ ኣቶ ዮሲፍ ያሲን ሓቢሩ። እቲ መጥቃዕቲ ብድሮን ዝተፈጸመ ኮይኑ፣ እቲ መጥቃዕቲ ድሮን ድሕሪ ነቲ ሓያል ውግእን ስዕረት ሓይልታት ቅልጡፍ ደገፍን ስዒቡ ብኢትዮጵያ ከምዝተፈጸመ እቲ ተንታኒ ገሊጹ። ዮሱፍ ያሲን ምስ ኣዲስ ማለዳ ዝተባህለ ማዕከን ዜና ትማሊ ዓርቢ ኣብ ዝካየዶ ቃለ መጠይቕ ካብ ዕጡቓት ኣርሚ ሰብዓ ብተወሳኺ ወተሃደራት ኤርትራውን ጉድኣት ከምዝበጽሖም ጠቒሱ። መንግስቲ ኢትዮጵያ ምስ ሕቡራት ኢማራት ዓረብ ብምትሕብባር ንሓይልታት ቅልጡፍ ደገፍ ዝኸውን ቀረብ ኣጽዋር መስመራት ጫድን ሊብያን ኣቢሉ ከምዝኣቱ ይግለጽ። ንሱ ወሲኹ ከምዝገለጾ፣ ግብጺ ኣብ ኢትዮጵያ ቅልውላው ክቕጽልን ከበባ ንምፍጣርን ምስ ሶማልያን ኤርትራን ተሻሪኻ ትሰርሕ ኣላ። ይኹን እምበር እዚ ስሉስ ጥምረት ውጽኢታዊ ክኸውን ከምዘይክእል ግሚቱ ሂቡ። ፖሊሲ ወፃኢ ኢትዮጵያ ፅኑዕ ትካላዊ መዋቕር ዘይብሉን ተለዋዋጥን ብምዃኑ ግን ምስ ጎረባብታ ዘለዋ ርክብ ተባላሹ ይርከብ ዝበለ እቲ ተንታኒ እቲ ምስ ሶማሊላንድ ዝተገብረ ውዕል ወደብ ዞባዊ ቅልውላው ካብ ምልዓል ሓሊፉ እታ ሃገር ምስ መብዛሕትአን ጎረባብታ ጽቡቕ ርክብ ከም ዘይብላ ጠቒሱ ጳጳስ ዲበ ኩሉ ሰለስተ ሽልማት ተሸሊሞም ጳጳስ ዲበ ኩሉ ብፁዕ ኣቡነ መቃርዮስ ሰለስተ ሽልማታት ከም ዝተሸለሙ ተፈሊጡ። ጳጳስ ዲበ ኩሉ እቲ ኣፍሪካዊ ሆኖር ኣዋርድ ዝብል ሽልማት እዮም ተዋሂቦም። እዚ ሽልማት ማን ኦፍ ደ ይር ብዝብል ንብፅዕነቶም ብዘርኣይዎ ዘደንቕ ዓወት ንኣፍሪቃዊ ብልጫ ዘለዎም ተወፋይነት ከምኡውን ንታሪክ ህዝብን ንምዕቃብን ንምዕባይን ንዝገበርዎ ፃዕሪ ዝተዋህበ ከም ዝኾነ ተገሊፁ። እቲ ካልኣይ ሽልማት ድማ ወርልድ ሲቪሊቲ ኣዋርድ እዚ ሽልማት ንብፅእነቶም ሲቪሊቲ ኣምባሳደር ብዝብል ኣብ መላእ መስርሕ ህንፀት ህዝቢ ንዝገበርዎ ዓለምለኻዊ ኣስተዋፅኦን ንምድጋፍ ሲቪላዊ ዘተ ንዝገበርዎ ፃዕርን ዝተዋህበ ምዃኑ ይግለፅ። ጳጳስ ዲበ ኩሉ ብፁዕ ኣቡነ መቃርዮስ ሳልሳይ ዝተጎናፀፍዎ ሽልማት ድማ ዩናይትድ ግራጅዌት ኮሌጅ ኤንድ ሴሚናሪ ኢንተርናሽናል ንብፁዕ ኣቡነ መቃርዮስ ናይ ክብሪ ዲግሪ ዶክተሬት ፍልስፍና ብሰብኣዊ ስነ ፍልጠት ከም ዝረኸቡ ነቲ ሓበሬታ ቅርበት ዘለዎም ኣካላት ዘርግሑ ሓበሬታ የመልክት። ጳጳስ ዲባ ኩሉ ብፁዕ ኣቡነ መቃርዮስ ሳልሳይ ዝተጎናጸፎ ሽልማት ከኣ ዩናይትድ ግራጁዌት ኮሌጅ ኤንድ ሴሚናሪ ኢንተርናሽናል ንብፁዕ ኣቡነ መቃርዮስ ናይ ክብሪ ዲግሪ ዶክተሬት ፍልስፍና ብሰብኣዊ ስነ ፍልጠት ሆኖራሪ ዲግሪ ኦፍ ኤድ ዶክተር ኦፍ ፊሎዞፊ ኢን ሁማኒቲስ ከም ዝረኸቡ ነቲ ሓበሬታ ቅርበት ዘለዎም ኣካላት ዝዘርግሕዎ ሓበሬታ የመልክት። ባይቶ ደቡባዊ ምዕራብ ሓድሽ ካቢነ ሚኒስተራት ኣጽዲቑ። ምምሕዳር ዞባ ደቡባዊ ምዕራብ ሶማልያ ድሕሪ ምእላይ መራሒ ነበር ዓብደልዓዚዝ ሓሰን መሓመድ ላፍታንጋሪን ፖለቲካውን ጸጥታውን ብድሆታት ኣብ ዝገጥመሉ ዘሎ እዋን ትማሊ ሓሙስ ሓድሽ ቤት ምኽሪ ሚኒስተራት ብዓብላሊ ድምፂ ኣጽዲቑ እቶም ሓደሽ ሚኒስተራት ፍቓድ ዝረኸቡ ብላዕለዋይ ዳኛ ላዕለዋይ ቤት ፍርዲ ግዝኣት ደቡባዊ ምዕራብ ዶክተር ኣሕመድ ዓሊ ሙሳ ቃለ መሓላ ፈጺሞም እቶም ሚኒስተራት ኣብ ኣገልግሎት ህዝብን ልምዓትን ግዝኣት ደቡባዊ ምዕራብ ግቡኦም ብተኣማንነትን ብግልፅን ብሓላፍነትን ክፍጽሙ ቃለ መሓላ ፈጺሞም ኣለዉ መራሒ ግዝኣት ደቡባዊ ምዕራብ ሸኽ ዓደን መሓመድ ኑር ማዶቢዮ ንሓደሽቲ ኣባላት ካቢነ ሚኒስትራት እንቋዕ ሓጎሰና ብምባል ኣወሃባ ህዝባዊ ኣገልግሎት፣ ድሕነት፣ ቁጠባዊ ልምዓት፣ ሰናይ ምምሕዳርን ምትግባር ትልምታት ልምዓት ምምሕዳርን ቀዳምነት ክህቡ ኣተሓሳሲቦም። እቲ ሓድሽ ካቢነ ሚኒስተራት ዕላማታት መንግስቲ ደቡባዊ ምዕራብን ንህዝቢ ስሉጥ ኣወሃባ ኣገልግሎትን ንምርግጋጽ ስሙር ተሓታትነትን ግልጽ ክኸውን ትጽቢት ይግበር ይብል ማዶቤ። ማዶቤ ንኣፈ ጉባኤ ባይቶን ኣባላት ባይቶን ንካቢነ ሚኒስተራት ዘጽደቑ ኣመስጊኑ፣ እቲ ውሳነ ንስራሕ መንግስቲ እታ ግዝኣት ንምቅልጣፍ ዝሕግዝ እዩ ኢሉ። እዚ ምጽዳቕ ካቢነ ሚኒስተራት ዝወሃብ ዘሎ ኣብታ ግዝኣት ምስቲ ንላፍታ ጋሪን ካብ ስልጣኑ ዝተኣልየሉ መስርሕ ዝተኣሳሰር ፖለቲካውን ጸጥታውን ወጥሪ ኣብ ዝረኣየሉ ዘሎ እዋን እዩ። ላፍታ ጋሪንን ደገፍቱን ንሕጋውነት ናይቲ ሓድሽ ምምሕዳር ኣብ ግምት ብምእታው ብዛዕባ ምርግጋእ እቲ ዞባ ስክፍታታት ከምዘለዎም ከምዝገለጹ ኢራን ኦንላይን ሓቢራ። ቅድሚ ፍጻመ ካልእ ፍጻመ ንሕማምካ ዘረስዕ ኣወዳድኣ ዘጸብቕ ግጥም ሎሚ 18 ሓምለ ኣብ ድሮ መበል 23 ፍጻመ ዋንጫ ዓለም ኢና ዘለና ኣብ ዋንጫ ዓለም ኣብ ፍርቂ ፍጻመ ንዘይቅንዕን ዓወት ዘየመዝገባ ሃገራት ኣይሰናበትን እዩ እንታይ ደኣ ንሳልሳይ ደረጃ ክጻወታ ዕድል ይፈጥረለን ኣብ መበል 23 ዋንጫ ዓለም ሎሚ ቀዳም ፍርቂ ለይቲ ኣብ ፍሎሪዳ ሚያሚ ፈረንሳ ምስ እንግሊዝ ንሓስ መዳልያ ክጻወታ እየን ብርግጽ ብዙሓት ብፍላይ እተን ዝተሳዕራ ሃገራውያን ጋንታታት ነቲ ናይ ደረጃ ጸወታ ክጻወታ ኣይመርጻን እየን። ይኹን እምበር እዚ ናይ ሎሚ መደብ ጸወታ ንሽልማት ወርቃዊት ኩዕሶ ዘምጽኦ ለውጢ እኳ እንተዘየለ ካብቲ ኣብ መንጎ ሃገራውያን ጋንታታት ዝካየድ ውድድር ዘይነኣኣስ ንኮኸብ ኣመዝጋቢ ሸቶ ዝካየድ ውድድር ግን ነቲ ጸወታ ድምቀት ክህቦ ትጽቢት ይግበር ልክዕ ምስ ሊዮነል ሜሲ ብሸሞንተ ሸቶታት ዝመርሕ ዘሎ ኪልያን ምባፔ ነፍሲ ወከፎም ሽዱሽተ ሸቶታት ዘመዝገቡ ጁድ ቤሊንሃምን ሃሪ ኬንን ሓሙሽተ ሸቶታት ዘመዝገበ ኮኸብ ዓለም ዑስማን ደምበለን ንብሉጽ ኣመዝጋቢ ሸቶ ኣብ ዝግበር ውድድር ለውጢ ከምጽእ ስለ ዝኽእል ነቲ ጸወታ ትኹረት ክወሃቦ ገይርዎ ኣሎ። እዚ ከምዚ ኢሉ እንከሎ ድሕሪ ስዕረትን ስንብታን ዋንጫ ዓለም ዝካየድ ብምዃኑ ካብ ዘጋጠሞም ስብራት ከይሓወዩ ዝካየድ ጸወታ ድርኺት ተጻወትን ሞራልን ትጽቢት ተዓዘብቲ ከጉድልን ግድን እዩ። ቶማስ ቱሄል ነዚ ዘደርዕ ሓሳብ ይህቦ፣ ተጻወትትና ይኹኑ ተጻወት ሃገራዊት ጋንታ ፈረንሳ ነዚ ጸወታ ናይ ምጽዋት ድሌት የብሎምን ኢሉ። ኣብ ምሉእ እቲ ውድድር ጻዕሮም ዋንጫ ዓለም ንምዕታር ብምንባሩ እቲ ኣብ ፍርቂ ፍጻመ ዘጋጠመ ስዕረት ሞራል ዝሃስን ተለዓዓልነት ተጻወትቲ ዘዳኽምን ብምዃኑ ንደረጃ ዝካየድ ግጥም ከምቲ ዝድለ ኣይኮነን ኢሉ። ዋላ እኳ ቱሄል ከምዚ እንተበለ ኣሰልጣኒ ፈረንሳ ዲዴር ዴሻ ግን ዝተፈለየ ሓሳብ እዩ ኣንጸባሪቑ። ሳልሳይ ደረጃ እውን እንተኾነ ይሓይሽ ኢሉ ንዕኡ ንምዕዋት ዝከኣሎም ኩሉ ከም ዝገብሩ እውን ሓቢሩ ወሲኹ ድማ እቲ ተፈጢሩ ዘሎ ሓዘን ሻምፒዮን ዓለም ናይ ዘይምዃን ካብ ምቕባል ሓሊፍና ካልእ ኣማራፂ የብልናን ኢሉ ኣብ ፍርቂ ፍጻመ ትመርሕ ዝነበረት እንግሊዝ ብኣርጀንቲና ክልተ ብሓደ ተሳዒራ ናብ መዛዘሚ ጸወታ ክትበጽሕ ዝነበረ ድሌት ኣብቂዑ ብካልእ ወገን ድማ ፈረንሳ ብዘይተጸበየቶ መንገዲ ብስፔን ሙሉእ ብምሉእ ተበሊጻ ክልተ ባዶ ተሳዒራ መበል ሚእትን ሰለስተን ግጥም መበል ዕስራን ሰለስተን ዋንጫ ዓለም ኣብ መንጎ ክልተ ሓሳብ እዩ ዘሎ። ኣገዳስነት እቲ ጸወታ ኣብ ሕቶ ዘእተወን ውድድር ኮኸብ ሸቶ ኣመዝገብቲን ምፍላይን ዘርኢ ጸወታ ብምዃኑን እዚ ጸወታ ፍርቂ ለይቲ ኣብ ስታዲየም ሃርድ ሮክ ኣብ ሚያሚ ጋርደንስ ክካየድ እዩ። ክቡራት ተኸታተልትና ዜናታትና ዛዚምና ሰላም።